ከይዱ ከይዱ ኣብቲ ንኡስ ዕድመ ገና ጭልግዕ እንከሎ ጸወታ ንእስነት ፍጹም ከየስለሎ ብናይ ሸባብ ቀልቢ እንከይተማረኸ ኣብ ልቦና ኣዝኒቡ ገና እንከይዓኾፈ ሽዓ ኢሉ ነቒሉ ንህዝብን ሃገርን ኣብ ምፍላም ሰውራ ኣብ ሱሳን ኣርባዕተን ንእስነት ከፊሉ ሃገር ንኸድሕን ዕድላቱ ኣግኒኑ ህዝቢ ንኽቐስን ምስቲ ምኩሕ ኣባይ ምስ ከውሒ ክራጸም፣ ምስ ሽሾን ጎመዳን ፍጹም ክደራገም፣ ኣብቲ ከውታ ለይቲ ኣብ ከው ዘለ ጸላም፣ ሽዓ ኢሉ ገስጊሱ ክገልህ ገሃነም። ሓሽከትን ኣእላፍን ፈርዩ ዕጽፊ ዕጽፊ፣ ባህጉ ዝትርጉሙ ካብቲ ናቱ ሕልፊ፣ ምዑታት እናጸፈየ ዓንተርን ኮርዒዳን፣ ኣፍላ እናመልመለ ዝያዳን ጎመዳን፣ ዕምሩ ከፊሉላ ንባሕራን መሬታን ፍጹም ከይሰስዐ ብዕዳ ንእስነት ሰንከል እንከይበለ ካብ ዘንቀሎ እምነት ሓንሳብ ምስ ነቐለ ስለዛ ናጽነት ዒፍ ምስ በሎ በቃ መቑሕ ናይ ባርነት መግዛእቲ ክጽሂ ካብ ሱር መሰረቱ በጃ ሓፋሽ ህዝቡ ወፊዋ ህይወቱ ዕምሩ እናለገሰታ ዳግማይ ዘይረኽባ ሞባእ ከፊሉላ ነዛ ክብርቲ ዶባ ሽዓ ምስ ነቐለ ንስለ ናጽነት ሓንሳብ ምስ ገስገሰ ከንግሳ ንኽብረት በቃ ከይተመልሰ ካብቲ ነዊሕ ጉዕዞ ካብቲ ናይ መዋእል ሕልና ዘዕዝዞ ከይዱ ብኡ ቢሉ ሓንሳእ ከየዕረፈ ካብ ዕቱብ መኸተ ወዝቢ ከይተረፈ እዚ ኣርካን ሓርበኛ ፋልማይ ተሰራዒ ካብ ፈለምቲ ሰውራ ቀንዲ ተጸዋዒ መዓስ ኣቦ ጥራይ ናይዚ ቁኑዕ ሰውራ ፈጣሪኡ ኮይኑ ቀንዲ ሱሩ ኤርትራ ካብ ናይ ባርካ ቃልሲ ካብቲ ናይ ፈለማ ክሳብ ጉዕዞ ናቕፋ ናብ ንጹር ዕላማ ካብቲ ናይ ሓድነት ዘይርሳዕ ንጥፈት ክሳብ ናብ ናጽነት ዘብጽሐ ኣምራት ቀንዲ ባእታ ኮዩ ካብቶም ተጸዋዕቲ ዳግማይ ዘይርከቡ። ምስጢራውያን ኣርካናት መራሕቲ ካብ ጉዕዞ ናብ ጉዕዞ ኣብቲ ከቢድ ከይዲ ሓንሳብ ከየዕረፈ ከነባብር ዓዲ ካብ ወፍሪ ናብ ወፍሪ ኣብ ዓበይቲ ዕማም ሓንሳእ ሩፍ ከይበለ ውርሻ ከግዝም በቃ ብሃለኽለኽ እንከላ ዝዓምሩ ከይዱ ተፈሊና ኣኽቲሙ መኸሩ ከይዱ ከይዱ ከይዱ ጅግና እሞ ከምኡ እንድዩ ብቑል ናይዛ ምድሪ ክነብር ከይበለ ዝዘርኣልካ ፍቕሪ ሓርበኝነት ከምኡ እዩ ናይዛ ሃገር መትረፍ ናብቶም ዝተረፉ እዩ ዝግደፍ ትመኽሰብ በሉ በሉ እሞ ኣስተውዕሉ ኣቕሊብኩም ሕሰቡ ሓርበኛስ ከይዱሎ ኣብቲ ኣሰር ሰዓቡ ዝፈጣሪ ሰውራ ናይ ለውጢ ሃዋርያ ከይዱ በቃ ከይዱ እናተሃርፈ ኸይዱ ከይቀየረ ሕርያ መስራትን ደልዳልን ሰውራ ዝተፈልዩና ንሕና ኸታብ ሎሚ እንታይ እዩ ጊደና ስኽን ኢልና ንሕሰብ እቲ ጽባሕ ክንገብሮ ዘለና ከመይ ስትሕቶ ትቐንዲ ዝድለ ከምቲ ናይ ቀደምና ምስጢር ዘደልደለ ኣብ ርጋጽ ኣሰሮም ክንህሉ እንተኾይንና ትግባረ ሕድሮም እዩ ምስጢር ህላዊና ገጥ ገጥ ክንብል ኣለና ኣብ ንጹር ዕላማ ሃገር ሃገር ኮይና ክትከውን ከም ዓለማ ልክዕ ከም ቀደማ ማቴዎስ ኣብርሃ ባርያ